በብዓመቱ ንዝካየድ ንጥፈታት ምግምጋም ንኣድማዕነት ዝወጽእ ውጥን ስራሕ መሰረታዊ እዩ፣ ምኽንያቱ ድኻማትካ ኣለሊኻ ክትእርምን ብልጫታትካ ክትዕቅብን ኣዝዩ ሓጋዚ እዩ። ንገምጋም ምምሕዳር ዞባ ዶባ ቀይሕ ባሕሪ ብዝምልከት ወኪል ኤሪና ኣሕመድ ዳኒ መሓመድ ንዝለኣኾ ጸብጻብ ሊድያ ተኽለማርያም ክተቕርቦ እያ።
ምምሕዳር ዞባ ደቡባዊ ቀይሕ ባሕሪ ኣብ ክልተ ሽሕን ዓሰርተ ሽዱሽተን ዝተሰላሰለ መደባት ዝግምግም ኣኼባ ብ ዕስራን ሸሞንተን ታሕሳስ ኣብ ከተማ ዓሰብ ኣካይዱ። ዋና ኣካየዲ ስራሕ ምምሕዳር ዞባ ደቡባዊ ቀይሕ ባሕሪ ኣምባሳደር መሓመድ ስዒድ ማንታይ ኣብቲ ዞባ ንመነባብሮ ህዝቢ ብእወታ ዝልውጡ ዓበይቲ ፕሮጀክትታት ንትግባረ ከምዝበቕዑ ጠቒሱ ገምጋማዊ ርክባት ንምሕያል ብቕዓት መንግስታዊ ትካላት ካብ ዝሕግዙ ረቋሒታት ብምዃኖም ብዝሰፍሐ ከምዝስርሓሎም ሓቢሩ። ኣብቲ ኣኼባ ኣብ ማሕበራዊ ኣገልግሎት፣ ሕርሻ፣ ሃብቲ ባሕሪ፣ ህንጻውን ንግዳውን ስርሓት፣ ከምኡ'ውን ቱሪዝማውን ምምሕዳራውን መዳያት ናይ ዝተሰላሰሉ መደባት ጸብጻባት ከቕርብ እንከሎ፣ ኣብ መላእ እቲ ዞባ ብዝወቕዐ ሓሙሽተ ሚእቲ ሚሊ ሜተር ዝናብ ሰለስተ ሚእትን ዓሰርተ ሓሙሽተን ሄክታር ተሓሪሱ ጽቡቕ እቶት ክሕፈሶን መግቢ እንስሳ ክወሓስን ከምዝሓገዘ ተገሊጹ። ብሓገዝ ማሽነሪታት ሰብዓን ሓሙሽተን ሄክታር መሬት ከም ዝተመድመደ፣ ኣብ ጋሕሮ ንኡስ ዞባ ደቡብ ደንካልያ ኣርብዓን ሓሙሽተን ሽሕ ሜተር ኪዩብ ማይ እትሕዝ ረሀ ከም እተሰርሐትን ዒስራን ሸሞንተን ሽሕ ሜተር ኪዩብ ማይ እትሕዝ ረሀ ከም እተጸገነትን ኣብ ዑንዳ ቤሉል ድማ ብክልተ ነጥቢ ኣርባዕተ ሚልዮን ናቕፋ ፕሮጀክት ጽሩይ ዝስተ ማይ ከም እተዋደደ ክጥቀስ እንከሎ ኣብ ኩለን ከባቢታት ኣብ ምስፋሕን ምሕያልን ናይ ገደና ኣሕምልቲ ዝተመዝገበ እወታዊ ውጽኢት ዘተባብዕ ምዃኑ ተገምጊሞም። ብዘይካ'ዚ ማሕበራት ተራድኦ ገፈፍቲ ዓሳ ንምሕያል ብዝተገብረ ጻዕሪ ምህርቲ ጥሉልን ቑጽን ዓሳ ብልዑል መጠን ክብ ከምዝበለ፣ ህዝቢ ኣብ ምጽጋን ጽርግያታት፣ ምስራሕ ከትርታትን ካልእን ልዑል ተሳታፍነት ከምዝነበሮ፣ ተርእዮ ገበናትን በደላትን ብዒስራ ሚእታዊት ከምዝጎደለ፣ ተሳታፍነት ኣብ ትምህርቲ ብሓፈሻ ናይ ደቂ ኣንስትዮ ድማ ብፍላይ ክብ ንምባል ክካየድ ዝጸንሐ ጻዕሪ ገና ስራሕ ከምዝሓትት ተሓቢሮም። ኣብ መወዳእታ ኣምባሳደር መሓመድ ስዒድ ማንታይ ንዓበይቲ መደባት ስራሕ ክልተ ሽሕን ዓሰርተ ሸውዓተን ዝምልከት መብርሂ ሂቦም። ተሳተፍቲ ድማ ፅገና ዘድልየን ትካላት ትምህርቲ ክፅገና፣ ፍርያት ትካል መፍረ ብሉኬቲ ዞባ ንምዕባይ ክስራሓሉ፣ ሕፅረት መጓዓዝያ ዘላቒ ፍታሕ ክናደየሉ ዝብሉን ካልኦትን ርኢቶታት ኣቕሪቦም።
ኣብ ዞባ ሰሜናዊ ቀይሕ ባሕሪ ንኡስ ዞባ ሽዕብ ዝተሃንፀት ናይ ካልኣይ ደረጃ ቤት ትምህርቲ ስዉእ መሓመድ ስዒድ ሸምሲ ኣብቲ ከባቢ ንዝነበረ ፀገም ብምፍታሓ ተሳታፍነት ደቂ ኣንስትዮ ብ50 ሚታዊት ከም ዝዓበየ ርእሰ መምህርታ ቤት ትምህርቲ መምህር መሓመድ ዓሊ ሓምድ ሓቢሩ። ንኤሪና ኣብ ዝሃብዎ ሓበሬታ መምህር መሓመድ ዓሊ እታ ቤት ትምህርቲ ዕስራን ኣርባዕተን መምሃሪ ክፍልታት፣ ላቦራቶርን ቤት ንባብን ከምኡ'ውን መሰረታዊ ትሕተ ቅርጺ ዝተማልእላ ምዃኑ ብምግላጽ ኣብነት ናይቲ ኣብ ርሑቕ ከባቢታት ዝግበር ዘሎ ወፍሪ ምዃና ኣረዲኡ። ተመሃሮ ብወገኖም ካብ ወለዶም ከይረሓቑ ይመሃሩ ብምህላዎም ተገዳስነቶምን ተሳታፍነቶምን ክዓቢ ግድን ምዃኑ ጠቒሶም ዘይተዛዘመ ስርሓት ክሳለጥ ከምኡ'ውን መምህራን ቴክኖሎጂካዊ ሓበሬታን፣ ኣይቲ፣ ላቦራቶርን ክምደቡሎም ተላብዮም። ኣቐዲሙ ኣብ ንኡስ ዞባ ሽዕብ ናይ ማእከላይ ደረጃ ትምህርቶም ዝዛዝሙ ተመሃሮ ናይ ካልኣይ ደረጃ ንክቕጽሉ ኣብ ካልእ ከባቢታት ናብ ዝርከባ ኣሕደርቲ ኣብያተ ትምህርቲ ክኸዱ ይግደዱ ምንባሮም እዚ ከኣ ንተሳታፍነት ብሓፈሻ ንቐጻልነት ደቂ ኣንስትዮ ድማ ብፍላይ ብኣሉታ ክጸልዎ ምጽንሑ ይፍለጥ። ጨንፈር ሚኒስትሪ ጥዕና ዞባ ዓንሰባ ኣብ ዝተፈላለያ ንኡሳን ዞባታት ንዝነጥፉ 22 ኣባላቱ ኣብ ህፃናት ብፍላይ ዘጋጥሙ ሕማማት ብኣጋ ኣለሊኻ ቅልጡፍን ዝተዋሃሃደን ኣግባብ ፈውሳን ምሃብ ዝሕግዝ ስልጠና ሂቡ። ነቲ ብግብርን ክልሰ ሓሳብን ዝተሰነየ ስልጠና ዝሃበ ዶክተር ተኽለ ፀጋይ ጥዕና ዜጋታት ንምውሓስ በብከባቢኡ ዝካየድ ዘሎ ንጥፈታት ኣካል ናይቲ ብኩለንትንኡ ብቑዕ ዜጋ ንምህናፅ ዝሰላሰል ዘሎ መደባት ምዃኑ ጠቒሱ ብቐንዱ ኣብ ትሕቲ ሓሙሽተ ዓመት ዝዕድሚኦም ህፃናት ዝግበር ፍሉይ ክንክን ድማ ዓንዲ ሕቆ ናይቲ ዕማም ከምዝኾነ ኣብሪሆም። ሓላፊ ጨንፈር ሚኒስትሪ ጥዕና ዞባ ዓንሰባ ዶክተር ከሰተብርሃን ሰሎሞን ብወገኑ ሰብ ሞያ ጥዕና ድሕነት ዜጋታት ኣብ ዝባኖም ምህላው ፈሊጦም ቀሲሞሞ ንዘለዉ ፍልጠት ብስራሕን ተመክሮን ከማዕብሉ ተላብዩ። ንቕሓትን ኣፍልጦን ሕብረተሰብ ኣዕቢኻ ድሑር ባህልን ጎዳእቲ ልምድታትን ንምግታእ ውህደት ኩለን ኣካላት ክዓዝዝ ኣብ ዞባታት ሰሜናዊ ቀይሕ ባሕርን ማእከልን ኣብ ዝተኻየደ ኣኼባታት መዘኻኽሪ ቀሪቡ። ኣብ ከተማ ባጽዕ ኣብ ዝተኻየደ ኣኼባ ዋና ዳይሬክተር ክፍሊ ማሕበራዊ ኣገልግሎት ዞባ ሰሜናዊ ቀይሕ ባሕሪ ኣቶ ተስፋይ ተኽለ ኣብ ኩሉ ከባቢታት ዝካየድ ጎስጓሳትን ኣስተምህሮታትን ኣብ ምምጻእ ናይ ባህሪ ለውጢ ዓቢ ኣስተዋጽኦ ከምዘለዎ ብምጥቃስ ኣብ ቃልሲ ኣንጻር ምኽንሻብ ደቂ ኣንስትዮን መርዓ ትሕቲ ዕድመን ኣብ ንኡስ ዞባ ናቕፋ ዝተመዝገበ ዓወት ናይዚ ኣብነት ከምዝኾነ ገሊጹ። ሓላፊ ጨንፈር ሚኒስትሪ ዕዮን ሰብኣዊ ድሕነትን ኣብቲ ዞባ ኣቶ ኪዳነ ዮውሃንስ ብወገኑ ዝካየድ ዘሎ ጎስጓሳት ዝድለ ውፅኢት ንክርከቦ ኣብርክቶ ምላእ ሕብረተሰብ ብሓፈሻ ብፍላይ ከኣ መራሕቲ ሃይማኖትን ኣመሓደርትን ክሕይል ተላብዩ። ብተመሳሳሊ ኣብ ዞባ ማእከል ንኡስ ዞባ በሪኽ ንወከልቲ ህዝቢ ኣብ ዝተገብረ ኣኼባ ዋና ዳይሬክተር ክፍሊ ማሕበራዊ ኣገልግሎት ኣቶ ቃልኣብ ተስፋስላሴ ሕብረተሰብ ንጥዕናውን ማሕበራውን ጸገማት ናይቲ ሃስያ ልምድታት ተገንዚቡ ኣምክቶኡ ብንቕሓት ክነጥፍ ጸዊዑ። ሓላፊ ጨንፈር ሚኒስትሪ ዒዮን ሰብኣዊ ድሕነትን ኣቶ ዮሴፍ ተስፋይ ድማ ምስ መሻርኽቲ ብምትሕብባር ዝሰላሰል ስራሕ ዘተባብዕ ውፅኢት ይርከቦ እኳ እንተሎ ሓሓሊፉ ንዝረኣ ንምግታእ ግን ኩሉ ወገን ምትሕብባሩ ከዕዝዝ ኣተሓሳሲቡ። ተሳተፍቲ መወዳእታ ንኣድማዕነት ናይቲ ዕማም ዝሕግዙ ሃነፅቲ ሓሳባትን ርኢቶታትን ኣቕሪቦም። ኣብ ዞባ ማእከል ንኡስ ዞባ ማእከል ከተማ ዝነብሩ ሰብ ጸጋ ንጽጉማት ስድራ ስውኣት ዝገብርዎ ሓገዝ ክቕጽልዎ ምዃኖም ብምኽንያት ሓድሽ ዓመት ደገፍ ኣብ ዘበርከትሉ እዋን ገሊጾም። ኣመሓዳሪ እቲ ንኡስ ዞባ ኣቶ ህብታይ ተስፋዝግብ ዘስምዖ ቃል ምእላይ ስድራ ስውኣት ንኹሉ ዓቕሚ ዘለዎ ዜጋ ዝምልከት ቅዱስ ተግባር ምዃኑ ጠቒሱ ነቶም ሰብ ጸጋ ስለቲ ዘበርክትዎ ሓገዝ ኣመስጊኑ። ወኪል ቤት ፅሕፈት ዕዮን ሰብኣዊ ድሕነትን ወይዘሮ ይብራ ኣለም የዕብዮ እቶም ሰብ ፀጋ ካብ ዓመት ክልተ ሽሕን ዓሰርተ ሰለስተን ጀሚሮም ብወለንትኦም ንሰላሳ ስድራ ስውኣት ወርሓዊ ካብ ሓሙሽተ ሚእቲ ክሳብ ሓደ ሽሕ ናቕፋ እናሃቡን ናብ ቤቶም እናኸዱን ከምዘተባብዕዎምን ጠቒሳ እዚ ሰናይ ተግባር ንኻልኦት ኣብነት ምዃኑ ገሊፃ። እቶም ስድራ ስማእታት ብግደኦም ብመንግስትን ህዝብን ዝግበረሎም ዘሎ ሓገዝ መርኣያ ናይቲ ኣብ ስማእታቶም ዘለዎም ክብሪ ስለዝኾነ ብመንግስቶምን ህዝቦምን ተሓቢኖም ይነብሩ ምህላዎም ኣረዲኦም። ኣብ ግማግም ባሕሪ ከተማ ባጽዕ ብግዝፎም ካብ ዝፍለጡ ዓሳታት ንባር ዝኾነ 14.10 ሜትሮ ቁመትን 4 ሜትሮ ጎንን ዘለዎ ዓሳ ተገፊዑ ተረኺቡ። እቲ ብሸነኽ ትካል መፍረ ጨው መሽሚሹ ዝተረኽበ ዓሳ ነባሪ ጠንቂ ሞቱን ካበየናይ ዓሌት ምዃኑን እኳ ብንጹር ክፍለጥ እንተዘይተኻእለ፣ ክኢላታት ሚኒስትሪ ሃብቲ ባሕሪ ብዝሃብዎ ሞያዊ ሓበሬታ ግን ጠንቂ ሞቱ ሕማም ወይ ድማ ምስ ዓበይቲ መራኽብ ብምግጫው ክኸውን ከምዝኽእል ኣሚቶም። ዓሳታት ነባሪ ኣብ ቀይሕ ባሕሪ ካብ ከባቢ ደቡባዊ ክፋል ቀይሕ ባሕሪ ጀሚርካ ክሳብ ከባቢታት ዕዲ፣ ጢዖን ወሽመጥ ሃዋኪልን ብቑጽሪ ውሑዳት ዓሳታት ነባሪ ከምዝርከቡን ንምዕቃቦም ሓያል ጻዕሪ ከምዝካየድን ዝገለጸ ኣብ ሚኒስትሪ ሃብቲ ባሕሪ ዳይሬክተር ጨንፈር ምርምር ኣቶ ተኽለ መንግስቱ ኤርትራ ሓንቲ ካብተን ንምዕቃብ ዓሳ ነባሪ ዝፈረማ ሃገራት ብምዃና ኣብ ማያታ ጽኑዕ ምቁጽጻር ከምትገብር ሓቢሩ። ዝሞተ ዓሳ ነባሪ ኣብ ማያት ዞባ ሰሜናዊ ቀይሕ ባሕሪ ተገፊዑ ዝርከብ ዘሎ ኣብ ዝሓለፈ ዓሰርተ ሽዱሽተ ዓመታት እዚ ንሓምሻይ ግዜ ከምዝኾነ ዝጠቐሰ ኣቶ ተኽለ፣ እዞም ዓሌት ዓሳ ኣብ ዓመት ሓንሳእ ስለዝወልዱን መጠን ሕቑፎኦም ዓሰርተ ክልተ ኣዋርሕ ስለዝኾነን ኣብዚ እዋን እዚ ከቢድ ናይ ምፅናት ሓደጋ የንፀላልዎም ከምዘሎ ኣብሪሁ።